ንበዓልቲ ቤቱ ከም ከም ኣገልጋሊት ኣብ ገዛ እምበር ኣደይሲ ብዘይቀልዓለም ክነግረኩም ናይ ፋይናንሻል ማተርስ ናይቲ ገዛ ኣይትፈልጥን ነይራ ክትልመን እያ ቀጻሊ እዚ ሪኣ ንሽኮር ሃበኒ ንቡን ሃበኒ እንዳበለት መዋእላ ብቆም እያ ኣሕሊፋ ስለዚ ሰብኣይ እንድሕር ቅጫ ክስንክት ርኢኻያ እታ ሰበይታይ እናተባህለ እዩ ወይ ከዓ ኣብ ውሻጠ እንድሕር ኣትዩ ሰበይታይ እናተባህለ ዘዕብየና ሕብረተሰብ እዩ ኣደ እዚ ትሽዓተ ወርሑ ከብዳ ጼራ ድሕሪኡ ከኣ ሕርስን ጥንስን ዘጋጥሞ መከራ ሓሊፋ ድሕሪኡ ውን ናጥበወትን ንዓኻ ናዕበየትን ከይዳ ሲ እቲ ሓደ መዓልቲ እሱ ውን ኣይ ዶንት ኖው ንዓይ ኣቦይ ሲ ክራኸቡ ከለዉ ምስ ኣደይ ሲ ነታ ንዮሃንስ ክፍጠር ኢሉ ፕሮግራም ጌሩ ዝገበሮ ኣይመስለንን ግን ነታ ንግዚኡ ዘላ ዕጋበትሉ እዩ ጌሩ ኣደይ ግን ድትሕሪኡ በጀካ ብሰንኪታ ሓንቲ መዓልቲ ትፍጸም እታ ተገብረት ነገር ዝኹሉ ትሽዓተ ወርሒ ምስ ሕርስን ጥንስን ዝመጽእ ሆርሞናል ቸንጅ እንደገና ቦዲ ቸንጅ ተሰኪማ ንዓይ ሰለስተ ዓመት ራዕሪ ኮነ ከዓ ዝሕሉ ገርመኩም ፍልይ ዝበለ ክስተይ ኣለኒ

እዎ እቲ ኣጋጢሙ ዘሎ ኣዝዩ ኣተሓሳሳብን ዘይንቡርን እንድዩ ንኹሉ እዩ ከዓ ኣቑሲልዎ ሒምዎ ከምኡ ዲና ኤርትራውያን ስጋብ ንብል ኢና ኮይና ሕጂ እንታይ እዩ እቲ ናብ ድሕሪት ተመሊስካ እዩ ክረኣ ዘለዎ እሲ ቅድም ሓዳር ክግበር እንከሎ ወይ እቲ ናይ ሰብኣይን ሰበይትን ዝምድና ክረኣዮ እንከሎ እንታይ እዩ ነሩ እቲ ሕብረተሰብና እንከሎና ክልተ መፃምድቲ ጥራሕ ኣይኮኑን ሓዳር ዝኮኑ ሙሉእ እቲ ሕብረተሰብ እዩ ተዕሽሙ ዝኸውን ናብ ሙሉዕ እቲ ጨናፍር እዩ ዝዝርጋሕ ማለት እዩ ምስ ስድራኣ ምስ ስድርኡ ምስ እንዳኮታታ ምስ እንዳቦኣ ናቱ ከዓ ልክዕ ከምኡ ምስ እንዳቦኡ ምስ እንዳዲኡ ስለዚ እቲ ዝርግሕኡ ገፊሕ እዩ ብሰንኪ እዞም ክልተ ሰባት እዚኣቶም እቲ ዝላገብ ጨናፍራት ማዕለያ የብሉ ከምኡ ስለ ዝኾነ እንታይ እዩ ካብ ከምዚ ኩሉ እዩ ብእንታይ ሽሙ ዝኾነካ ማለት ካብ ከምዚ ክትወፅእ ክሳይ ኣይኮነ ንኩሉ ነዚ ክሳይ ኮንካ ምስዚ ኩሉ እዚ ፅልኢ ክትፈጥር ወይ ምስዚ ኩሉ እዚ እንታይ ሽሙ ክትገብር ኣይትኽእልን ኩሉ ከዓ ነናቱ ኣሉታን ኣወንታን ዘለዎ ነገራት ስለዚ ኩሉ እንታይ እዩ ዝገብር ንመጀመርያ ሓዳር ዝወፁ ብርኮም ዝወፁ ንኩሉ እዩ ዘተባብዖ ኩሉ እዩ ዘተባብዖም ባእ ከይጽምዎምስከ ከይከብዶምስከ እንዳተባሃለ ይበጽሕዎም የተባብዕዎም ኣጆኻ ኣጆኺ እንዳበሉ እዮም ክሳዩ ዝገብርዎ እዚ እዚ ኣሎ ሎሚ ግን እዚ ክህሉ ኢልካ ኣይትሓስብን ኢኻ ምክንያቱ ኣበይ ኢና ዘለና ማለት ዝፍፀሞ ዘሎ ኣብዚ ኣብ ምዕራብ ዓለም እዩ ዘሎ ማለት ስለዚ እዞም ኣነ ዝጠቀስኩልካ ጨናፍራት ከኣ ሎሚ ኣይላጎብን እዩ ምክንያቱ የለኻን ኣብዚ እዮም ዘለዉ ነቲ ኩሉ እቲ ጠቕሰልካ ዝፀናሕኩ ኣብ ዓዲ ዝነበረ ዘላግብ እንዳ ኮ እንዳ እሞ እንዳ ሓውቦ እንዳ ገለ ገለ ዝበሃል እዚ ኩሉ እንዳ መሓዙት እንዳ መማህርቲ እንዳ መተዓብይቲ እንዳ ገለ ዝበሃል ዝነበረ ኩሉ የለን ስለዚ እዞም ሰባት እዚኦም ኣብዚ እዮም ዘለዉ ማለት ብዓቢኡ ሕጂ እቲ መሰረት እዚ ኮይኑ ዘለናዮ ዘይርጉእ ሃዋህው ከዓ ናይ ባዕሉ ናይ ገዛ ርእሱ ሓደ ዓቢ ረቑሒ ምክንያቱ ዘለናዮ ዘይርጉእ ክንብል ከለና እንታይ እዩ እቲ ሓዳር ክትግብር እንከለኻ ምቹእ ሃዋሁ ኮይኑ ሓዳርካ ንክትገብር ዘተባብዕ ንዓኻ ዝመስል ንዓኣ ንዓኣ ዝመስል እንታይ ሽሙ ክትከውን ኣይ ዝኸውን ኣይኮነን ምክንያቱ ዝተመጣጠነ ኣይኮነን ብኩሉ መዳይ ምስ ኩሉ ናይ ኣማፃፅኣና ምስ ኩሉ ናይ ክስታይና ርኢኻ ልክዕ እቲ ዝምጥኖ እንታይ ሽሙ ኣይረክብን ንኣብነት ስሳ እንድሕር ደኣ ኣብ ኔዋልያ ኮይና ናይ ወረቐት ጸገም ክህልዋ ይኽእል ይኸውን ወይ ናይ መሰደዲ ጸገም ናይ ፋይናንሻል ጸገም ክህልዋ ይኽእል ይኸውን ብኸመይ መንገዲ ትኣትዎ ብዙሕ ረቋሒታት ኣሉ ኩላና ንፈልጦ ንሰምዖ ንሪኦ ማለት እየ ንሱ እውን ልክዕ ከምኡ ኣብዚ ኣብ ዝመፀሉ እዋን እንታይ ሽም እዩ ልዕልና ኣለዎ ጥራሕ ክትብል ዘይኮነ ኣብዚ መፅኡ ከምቲ ሕልሙ እውን ክኸውን ኣይክእልን እዩ ካብ መሳትኡ ብዝተፈላለየ መንገዲ ክተርፍ ይኽእል ወይ እውን ካልእ ሰብ ኮይኑ ዝረኣ ዝነበረ እቲ ሓቀኛ መንነቱ እንታይ ሽም ምስ ኮነ ክስታይ ክኸውን ይኽእል እዩ ስለዚ እንታይ እዩ እቲ ዘለናዮ ዘይርጉእ ሃዋሁ ማዕላያ ዘይብሎም ናብ ኣሉታ ዝመፁ ረቋሒታት ሓቂፉ እዩ ዘሎ ከምኡ ስለ ዝኾነ ሕጂ እንታይ ይኸውን እዚ ንሪኦ ዘለና ክኽሰት ይግደድ ማለት እዩ ናይ ክልቲኦም ፐርሰናል ጉዳይ ኣይኮነን ንዓይ ኣነ ብኩልኩም ዝጉምጉሞ ሓደ ከምቲ ኣቐዲመ ዝበልኩካ ንዕኦም ዝጥርንፍ ብራንችታት ዝበልናዮ ወይ ጨናፍር ዝበልናዮ እንዳ ሞዶ እንዳ ኣኮዶ ናይ ገለዶ እንዳ ወዲ እንዳ ጓል ገለ ዝበሃል የለን እሱ ሕጂ ዘይምህላዉ ጥራሕ ዘይኮነ ብኣሉታ እዩ ዝጸልዎ ምኽንያቱ ኣብ በበይኖም እዮም ዝቕመጡ ኣብ በበይኑ ዓለም እዮም ዝቕመጡ ስለዚ እንታይ እዮም እቲ ንሱ ንንዳቦኡ ዝያዳ ከም ዝገብረሉ ንሳ ንንዳዲኣ ንንዳ ስድራኣ ዝያዳ ከም ትገብር ዝዓይነቱ ኣመላኽኽታት ኣለዉ ናተይ ይሐሹ ናትካ ይጎዱ ሓውኻ ሓፍተይ ዝብል ዘረባታት ኣሎ ስለዚ እንታይ ይኸውን ኣሎ እቲ ቀደም ብጽቡቅ ዝጸሉ ዝነበረ ሕጂ ግን ብከምዚ ዝበሉ ኮኻ ነገራት ኣሎ ብኸመይ መንገዲ ክተሓዝ ይኽእል? ንዓይ ዝገርመኒ ግን ክብድ ኢሉ ዘሎ እንታይ እዩ እቲ ሳልሳይ ኣካል ዝበሃል እዩ። ሳልሳይ ኣካል ኩሉ ግዜ ኣብዚ ሎሚ እዋን ኣብቲ ሓዳር ዘለዎ ኢድ ምትእትታው ኣዝዩ ይኸውን ኣሎ። እቲ ክሽምግል ኢሉ ብዛዕባ እቲ ጉዳይ ዝፈለጠ ወይ ዝተሓበረ ሸምጋሊ ኮይኑ ኣክንዲ ዝኸውን እንታይ ይኸውን ማለት እዩ ብዝያዳ ነቲ ጉዳይ ዘጋፍሕ ኮይኑ ይፀንሕ ነዚ እንታይ ኮይኑ መሲሉካ ኩሉ ወዮ ይኸውን ጉዳይካ ንካልኦት ከይነገርካ ከየማኸርካ ዓብዒብካ እንድሕር ዳኣ ሒዝካዮ መሊሱ እቲ ሓንሳብ ዝሓደረካ ኣሉታዊ ኣተሓሳስባ ወይ ከዓ ስምዒት መሊሱ እዩ ንዓኻ ጓህሪ ኮይኑ ኣብ ውሽጥኻ ዝበልዕ እንተ ነጊርካ ከዓ በዚ ዘሎ ቴክኖሎጂ ኣይትንገር እዩ ዝነግር ሎም ስለዚ በዚ ዘሎ ቴክኖሎጂ ነታ ጉዳይ ናብቲ ሓደ ናብቲ ሓደ ትበፅሕ ስለዚ እንታይ እዩ እቲ ለባም ዝተሳእነሉ መዋእል እዩ ክትብሎ ትኽእል ኢኻ ምኽንያቱ ኣብቲ ከባቢኻ ዘሎ እዩ እቲ ወሳኒ እቲ ኣብቲ ከባቢኻ ዘሎ ነቲ ፅልኢ ዘንበድብድ ድዩ ወይስ ነቲ ፅልኢ ዝያዳ ናብ ፍቕሪ ዝመርሕ እዩ እዩ እቲ ሕቶ ስለዚ እዝታት ኣሎ ከም ቀንዲ ነገሩ ቀደም ድሕር ዳ ጨውጨው ተባሂሎም ወይ ምስ ዘይምስምማዕ መፂኡ ኣብ መንጎ ክልተ መፃምድቲ ሲ እቶም ዘመድ ሽማግለ ዝበሃሉ ዘመድ ሽማግለ ዝበሃሉ ማለት እዩ እቶም ወራዙት ናይ እንዳ ኣቦን ናይ እንዳ ኣደን ናቶም በቲ ናይቲ ሓዳር ምፍራስ ወይ ከኣ ነቕነቕ ምባል ዘሕምሞም ሰባት ንሶም እዮም መጺኦም እቲኦም ንወዶም ይጎንሑ እቲኦም ንጓሎም ይጎንሑ ዝጎደለ እንድሕሪ ልዩ ከኣ እቲ ዝሓሸ ይምልኦ ማለት እዩ። ማለት ቁጠባ እንድሕር ዳ ኮይኑ ዘሎ ዘባእሶም ዝሓሸ ካብ እንዳወዲ ዲ ካብ እንዳጓል ክስታ ይገብሩ ሓቆም እንዲዮም ዳኣ እዚኦም ከምዚ ኮኑ ከምዚ ጌርካ ዘይንበር ሃየ እስከ ንስኻ ላም ፍለየሎ ሃየ ንስኻ ከዓ እንታሽም ሃቦ ብዕራይ ሃቦ ብዕራይ ልፍንቲ ሲ ኣየዋፅኦን እዩ ንስኻ ሃቦ ነዚ ክረምቲ እዚ ይብሎ ስለዚ እንታይ ይኸውን ኣሎ ማለት እዩ ይምልኡሎም ኣሎ ቁጠባ እውን እንተኾነ ማለት እየ ዋላ እንተዘይሃለዎም ከዓ እንድሕር ድኣ ከምኡ ገይሮምሎም ሞራል ኾኑ ስለዚ እንታይ እዩ እቲ ናይ ቀደም ከም ዝበልኩኻ ኣለዎ ብልጫ ኣብዚ ሎሚ እዋን ግን እቲ ኣብቲ ዝነበረ ብልጫ ኩሉ ክብለካ ኣይክእልኒ ግን ገለ ኣለዎ ኣሉታ ሒዙ ዝመፀ እዚ ኣብዚ ዘሎ ከዓ ለባም ዝተሳእኖ ስለዝኾነ እቲ ዓራቂ ክንብሎ ዝፀናሕና እቲ ዘመድ ሽማግለ ከዓ ኳሊቲ ይጠፍኦ ኳሊቲ ይጠፍኦ ክንዲ ከምቲ ትፅቢቱ ዓራቂ ኮይኑ ዝኸውን ተኣሽሙ ኸውን ድሓር እንታይ ሎሚ ፅቡቕ ቀደምሲ ሓሲኻ ይዕረቕ እዩ ዝበሃል ነይሩ ፅቡቕ ድዩ ፅቡቕን ካልእ ነናቱ ኣወንታን ኣሉታን እኳ እንተለዎ ግን ሓሲኻ ምዕራቕሲ ነውሪ ኣይኮነን ሓሲኻ ምበኣስ ሕማቕ ዝብል እንተኣሽሙታት ኣሎ ሎሚ ግን ብይኸውን ዝሕሱ ጉጉይ ሓበሬታታ ዝሕሱ ፋክት ከም ተርም ሕማቕ እያ ውርዚቲ ቃል ኣይኮነትን ግን እንታይ ኢና ክንብልና ዘይኮነ ሓበሬታ ብይኸውን ይህብ እሞ ነቲ ጉዳይ መሊሱ በንዚን ይኹኖ የሳውሮ ስለዚ እቲ እንታይ እዩ ዘባእሶም ድሕሪ ኢልካኒ እቲ ጥቕሉል ሓፈሻዊ ናይ ኣነባብራና ኩነታት ወይ ዘለናዮ ዘይርጉእ ኩነታት ዘምፅኦ ዋላ ይኹን ግን ፐርሰናል ናቶም ኮይኑ ረኺበዮ ኣይፈልጥን እየ። ማለት ኣቦይ ናደይን ካብ መጀመርታ ቃል ኪዳን ክኣስሩ ወይ ክማርዓው እንከለዉ ተራኣእዮም ተፋትዮም ኣብ ፍቅሪ ክስታዩ ኮይኖም ገለመለ ኣይኮነን ልክዕ በቲ ዝነበረ መድረክ እዮም ዝከዱ ምክንያቱ ነቦይ ወለዱ ኣምፅኦምሉ ንወለዲ ናይ ኣደይ ሓቲቶም ሕራይ ተባሂሎም ነቦይ ኣምፅኦምሉ ማለት እዩ ንሳ ከዓ ወለዳ ኣደይ ከዓ ወለዳ ካብ ፍቃድ ወለዳ ክትወፅእ ስለዘይትክእል ወለዳ ዘምፁላ ተቀቢላ ማለት እዩ ብኸምዚ መንገዲ እዮም ቃል ኪዳን መስሪቶም እቲ ዝመስረትዎ ቃል ኪዳን ግን ምሻለካ ካብ ልቢ ብሓባር ስጋ ብሂወት ዘለዉ ንክነብሩ ኩሉ ግዜ እታ ኣብ ቤተክርስትያን ትገብር ንሳ እያ ካብታ ደቂቕ እቲኣ ብሓባር ስጋብ ዕድመኻ ሙሉእ ክትነብር እንዳተዳጋገፍካ እንድሕር ደኣ ምሒልካ ምሒልካ ንዓኣስ ናይ ብሓቂ ዲኻ ብጎቦ ልቦኻ ኢኻ ትቕበላ ዘለኻ እያ እታ ወሳኒ እሳ ናይ ብሓቂ ብምሉእ ልቦኻ እንድሕር ደኣ ኮንካ ክልቴኻ ማለት እዩ ሓደኻ ዘይኮነስ ክልቴኻ ሕጂ እኮ እቲ ሓደ ናይ ብሓቂ ክኸውን ይኽእል እቲ ሓደ ግን እንተቆደቆዶ እንተዘይቆዶ ድሕሪ ኮይኑ እቲ ሓደ ኣይዕወትን እዩ ማለት ትለኻኸም ኢኻ ስለዚ ከም ኣጋጣሚ ኣነ እንታይ እየ ዝብሎ እዞም ሰባት እዚኦም እታ ማሕላ ክፍፅሙዋ ከለዉ ቤተ ክርስትያን ብምሉእ ልቢ ኔሮም ማለት እዩ። ኣብዚኣ እንድሕር ደኣ ተኣማሚንካ ኣብዚኣ እንድሕር ደኣ ክልቴኻ ብምሉእ ልቢ ኮንካ ብድሕሪኡ ፍቕሪ ንኽምስረት ንኽትለማመድ ንኽትመላላእ ወላ ሓንቲ ተኣሽሙ ዘለዎ ኣይኮነን። ቅቢል ነገር ኣይኮነን ማለት እዩ። ፍቕሪ ኸኣ ካልእ ኣይኮነን ምልምማድ ማለት እዩ። ምስ ግዜ ኢኻ ትለማመድ። ምስ ዘይትፈልጦ ኣይትፋቐርን። ምስ ትቐርቦ ምስ ዝደለኻዮ ምስ ዝደለየካ ዝረሓኻ ትኸውን። ስለዚ በዚ መሰረት እዩ እቲ ዓሚቝ ፍቕሪ ክምስረት ክኢሉ። ስለዚ እታ መትከል እታ ናይ መጀመርታ እታ እምነት ንሳ እያ ኣነ ዝብላ ካልእ ኣይኮነን። ስለዚ ብኡ መሰረት እዞም ሰባት እዚኦም ከምዚ ክንጠቕሶ ዝጸናሕና ንዕስራን ሰለስተን ዓመት ዝኣክል ከይወለዱ እሞ ከኣ ምስ ዝተፈላለየ ናይ ከባቢ ካብ ትለኻኸሙሲ በብመደብኩም ተትኸዱ እንተትፍትኑ ዕድልኩም ተትርእዩ ዝብል ምናልባሽ ካብ ሕማቕ ክስታይ ኣይኮነን ግን ሓልዮት መስል ግን ከኣ ንሶም ንኹን ኣይንኹን ብሓንሳብ ኢና ንቕፅል ተባሂሎም ክሳይ ኮይኖም ስለዚ ናብ ታሕብተኻ ክምለስ ማለት ኣብ ክልተ ሰለስተ እዋና ስለ ዝጠቐስኩዎ እዚኤ ናብኡ ክምለስ ዘይደለኹ ምስዚ ናይ ሎሚ እዋን ክትሪኦ እንድሕር ደኣ ኮንካ እታ ናይ መጀመርያ ዘለ እዞም ሰባት እዚኦም ቃል ኪዳን ዝኣስሩ ዘለዉ ዝመራዓዓዉ ዘለዉ ዝምሕሉ ዘለዉ ዝፍርሙ ዘለዉ ንምንታይ ናይ ብሓቂ እንድሕር ደኣ እታ እምነት ኣለያ ኮይና እቲ ኩሉ ነገር ክምላእ ይኽእል ንኩሉ ነገር ክሕለፍ ይኽእል እንድሕር ደኣ ገንዘብ ስለ ዘለዎ ወረቐት ስለ ዘለዎ ፍሉጥ ስለ ዝኾነ ክኢላ ስለ ዝኾነ ኣማራፂ ስለ ዘየለ ኻብ ካልእ ይሓይሽ ተባሂሉ እንድሕር ደኣ ኾይኑ፣ ኻብቲ ኻልእ ይሓይሽ ኢልካ እንድሕር ትኣትወሊኻ ኾንካ፣ ካብኡ ዝሓይሽ ምስ ረኸብካ ኸኣ ናብቲ ዝሓሸ ክትከይድ ኢኻ ማለት እዩ። ስለዚ እንታይ እያ? ኣማራጺ ስለ ዘየለ፣ እሱ ስለ ዝሓይሽ ወይ ንሳ ስለ ትሓይሽ፣ ካልእ እሞ እንታይ ኣሎ፣ እዚ ዘለናዮ ኹነታት ንሱ እንዳኣሉ ከም ድላይካ ዘጋላብጥ ኣይኮነን እንዳበልካ ንሪኦ ንቃሎሶ ንዕርዮ እንዳበልካ እንድሕር ደኣ ትኣቱ ኮንካ ከይበተኽካ ማለተይ ከይኾንካ ውጽኢቱ ኣሉታ ኢዩ ክመጽእ ዝኽእል ዘተኣማምን ኣይኮነን ማለት ኢዩ ስለዚ እንታይ ኢዩ ምስዚ ናይ ሎሚ ትሪኦ ዘሎ ኢልካ ዘምጸኻዮ ሕቶ እንድዩ በፍጹም ኣይሰማማዕን በፍጹም ኣይሰማማዕን ኢዩ ክብል ከለኹ እንታይ ኢየ ገሊኡ እዋናዊ ፍቕሪ ክኸውን ይኽእል እኮ ኢዩ ስሕበት ናይ መልክዕ ድዩ ናይ ኣዘራርባ ድዩ ናይ ኣካይዳ ናይ ቅርጺ ናይ ገለ ናይ ገለ ክኸውን ይኽእል እኮ እዩ ከምኡ ኢሉ ግን ኣይነብርን እዩ ንሱ ሃብታም ዘሎ ብሃብታሙ ክነብር ኣይክእልን እዩ ጎበዝ ዘሎ ብጎበዙ ምስ ጥዕንኡ ክህል ኣይክእልን እዩ ሸገ ዘላ ሕጂ ፅባሕ ነጎ ቅርፂ ኣካላታ ምስ ምውላድ ይኹን ምስ ገለ ክቕየር ይኽእል እዩ ድሕር ዳኣ ከምኡ ኮይኑ ማለት እየ ስለዚ እቲ ዝበዝሕ እዋን ኣብዚ እዋን እዚ ዝምርኮስ ዘሎ እቲ በቲኽካ ምኽፋእ እጸብቕ የብል ይኸውን ባዕለይ እቲ ዝጎደለ ባዕለይ ክምልኦ እየ እቲ ዘይምላእ ከኣ ከም ውሁብ ክወስዶ እየ ኢልካ ኣሚንካ ስለ ዘይክየድ ዘሎ እዩ ኣብ ከምዚ ደረጃ ዝበጽሕ ዘሎን እቲ ፍልልዩን ከምዚ ኮይኑ እዩ ዝረኣየኒ እምበር ናይ ምህብታም ናይ ምድካይ ናይ ምህላው ዘይምህላው ናይ ምጽባቕ ናይ ምሕማቕ ኣይኮነን በሃላይ

ንሓደ ሰብሲ ንሰብኣይ ስረ ትዕጥቆ ሰበይቲ እያ ንሰብኣይ ዓዱ ተእትዎ ሰበይቲ እያ ሕጂ ግን እታ ስረ ትዕጥቆን እታ ንዓዲ ትእትዎን እንታይ ትኸውን ኣላ ግዳይ ትኸውን ኣላ ትቕተል ኣላ እንታይ ኮይኑ ሕጂ ስረ ስለ ዘየዕጠቆቶ ድዩ ንዓዲ ስለ ዘየእተወቶ ድዩ ፅቕጢ ትገብሮ በንፃሩ ናብ ገደል ትመርሖ ስለ ዘላ ድዩ ዝብል ሕቶ ክመፅእ ይኽእል እዩ ሕጂ ኣብ ከምዚ እንታይ ሽሙ ክትብሎ ይትኽእልን እንታይ ንምባል እየ መሲሉካ ሰብኣይ እቲ ናይ ሰብኣይ ተራ ክፃወተሉ ኣብ ዘይክእል ደረጃ ክበፅሕ ይኽእል እዩ። እንታይ ንምባሌ ኣብዚ መፅኡ ከምቲ ቀደም ዝነበሮ ወይ ከዓ እቲ ዝነበሮ ትፅቢት ወይ ናቱ ተራ ዘይከድምዕ ይኽእል ዘይከድምዕ ይኽእል እዩ ክንብል ከለና ስደትሲ ከቢድ እዩ ንምባሌ ካብ መዛንኡ ክተርፍ ይኽእል እዩ ወይ እውን ዓቕሚ ዘለዎ ሓደ ጻዕራም ዝነበረ ብጉልበቱ ዝነብር ብሓቅነቱ ዝነብር ዝነበረ እዛ ዘለናዮ ናይ ስደት እዋን ግን ብጉልበት ዘይኮነ ብብልሓት ትነብር ትነብረላ ወይ ብሓንጎል ትነብረላ ኮይና ክትፀንሖ ትኽእል እሞ ክተርፍ ይኽእል ኣብ ከምዚ እዋን ሕጂ ንሱ እንታይ እዩ ዝደሊ ምትብባዕ እዩ ዝደሊ እንድሕር ደኣ ትደፋፍኦ ኾንካ፣ ዘይከማኻስ እምበር ዝብል መዋዳደሪ ቃላት ወይ ከኣ ነብሱ ክትሕት ከም ዘለዎ ዝገብር እንድሕር ደኣ ኮይኑ እንታይ ሽሙ ትገብሮ ኣለኻ ማለት እዩ። በቲ ብተዘዋዋሪ መገዲ እዚ ጽቕጢ ትገብረሉ ኣለኻ ማለት እዩ። እሱ ጥራሕ ኣይኮነን ከምኡ ስለ ዝኾነ ከምኡ ስለ ዝኾነ እንታይ እዩ ዝኸውን ኣክንዲ ዝብርትዕ ናብ ካልእ እዩ ዝኸይድ ንኣብነትሲ እንታይ ኢና ክንመጽእ ሰብኣይ ቀደም እንድሕር ደኣ ምስ ሓሪቑ ምስ ሰበይቱ ወይ ምስ ስድራ ቤቱ ከይዱ እንታይ እዩ ዝገብር ኣብ ስራሕ እዩ ዘጥፍኦ እቲ ጸዓቱ እቲ ኣብ ውሽጡ ኮይኑ ዘሎ ሓርቆት ይኹን ነድሪ ይኹን ወይ እንታይ ሽሙ ኣብ ስራሕ እዩ ዘጥፍኦ በንጻሩ በንጻሩ ነቲ ኣብ ገዛ ዘጋጠሞ ገርጨውጨው እንድሕር ደኣ ኣብ እንዳ መስተ፣ ኣብ እንዳ ቁማር፣ ኣብ እንዳ ሓሽሽ እንድሕር ደኣ ዝኸይድ ሃልዩ ኮይነ ግን እንታይ እዩ ዝኸውን? ክልቲኤን እየን። ኣብቲ ነታ ኣብ ገዛ ዘጋጠመቶ ጸገም ናብ ስራሕ ይኹና እሞ ረብሓ ኣለዋ ነብሱ እዩ ጥራይ እንተኣሽሙ ዝኸውን እቲ ኖድሩ ጸዓቱ ኣብ ስራሕ ኣጥፊእዎ ይመጽእ ይለዝብ። በንጻራ ናብቲ ናይ መስተን ናብቲ ናይ ጠላዕን ወይ ከዓ ናብቲ ናይ ካልእን እንድሕር ደኣ ግን እንታይ እዩ ዝኸውን ዘሎ ንዓዓ የሰኻኽላ ኣይኮነን ዘሎ የመዛዝና ኣይኮነን ዘሎ መሊሱ እዩ ናብ ኣሉታ ዘፅድፋ ዘሎ ማለት እዩ ስለዚ ናበይ ክኸይድ ከም ዘለዎ ባዕሉ ክፈልጥ ኣለዎ ጥራሕ ኣይኮናን ክንብል ባዕሉ እንድሕር ፈሊጡ እሞ ባዕሉ ክገብሮ ይኽእል ምእራም ዘድልዮ እኮ ንዝተጋገየ ጥራሕ እዩ ስለዚ ተራ ናቱ ምንእኣስ ዘይኮነ ክድ ንስኻ ከምዚ ኢኻ እዚ ዝኣበርካ በዓል ክርስቶስ እምር ከምዚኦም ገለገለ ዘይኮነ ነቲ ድኻማቱ መሊስካ እንታይ ሽሙ ምዝኽኻርን ብድኻማቱ ንዕኡ ንምንጻልን ዘይኮነ ካብኡ ኣውፂኻ ሰብ ክትገብሮ ክትክእል ኣለካ እንታይ ድያ እታ ንሰብኣይሲ ሰበይቲ እያ ስረ ትዕጥቆ ዝበሃል እንታይ ድያ? ስለዚ ንሰይ ኣነ እንታይ እየ ኩሉ ሓላፍነት ናብአን ከሰክም ኢለ ኣይኮንኩን፣ ግን ከኣ ተተራኻ ክትኸውን ኣለካ መን መኣስ ብኸመይ መንገዲ ክሕገዝ ኣለዎ ተእሽሙ ክኾን ኣለዎ። ንሳ ትሕገዘሉ ትኽእል መንገዲ ትሕገዝ፣ ንሱ ከዓ ኣብ ክሕገዘሉ ዝኽእል መንገዲ ይሕገዝ። ስለዘይኮይኑ ናይ ኩሉ ድሌታት ይማላእ ማለት ኣይኮነ። እንታይ ድዩ ቅድም ቀዳድም ሓደ ክንፈልጦ ዘለና ነገር እንታይ ኣሎ ንኸተባብዖ ኢለ ይኮንኩ ግን ክንፈልጦ ዘለና እንታይ እዩ ንኣብነት ኣብ ኣብዚ ዓመት እዚ ሲ ሓሙሽተ ሽዱሽተ ከምዚ ኣጋጢሙ ዝተርእዮ እዚ ፈፂሙ ዘይነበረ እዩ ክንብል ንኽእል ኣዝዩ ከቢድ ቁፅሪ እዩ ዘይነበረ እዩ ኣሰንባዲ ክልመድ ዘይብሉ እንታይ ሽሙ ኢኻ ከምኡታት ኣይነበረን ቀደምሲ ኣብቲ ሕብረተሰብናስ ንሰበይቱ ዝቐተለ ዘይኮነስ ዝሃረመ ይንጸል እዩ ምክንያቱ ንሰበይቲ ዝሃርም ሲ ከም ሕማቕ እዩ ዝኸውን መዛንኡ ይኹን ዋላ ደቂ ዓዱስ ይንፅልዎ ነይሮም ስለዝኾኑ ስለዝነበረ ኣይነበረ እንተተገብረ ከዓ ኣይትፈልጦን ኢኻ ከምዚ ናይ ሎሚ መራኸቢ ብዙሃን የለን ለዚ እንታይ ንምባል እየ ሎሚ ኣብ ሓንቲ ኩርናዕ ናይ ዓለም ዝኾነት እንድሕር ዳኣ ተገይራ ድሕሪ ደቃይቕ ናብ ሙሉእ እቲ ኣብ ዓለም ዘሎ ህዝቢ እዝኒ ክበፅሕ ይኽእል እዩ ንምባል እየ። ስለዚ ፈፂሙ ኣይነበረን ክንብል ኣይንኽእልን። ገለ ፍሉያት ሰባት ኣይገብሩን እዮም ክንብል ኣይንኽእልን። ግን እቲ ሜድያ እቲ መራኸቢ ብዙሃን ስለ ዘይነበረ ዘይክንፈልጦ ንኽእል ኢና። ኤርትራውያን ነናሓድሓድና ብከምዚ ዝተጠናነገ ርክብ ስለ ዘለና እሞ ከዓ ስለ ዘሕመና እንተዘይኮይኑ ኣብ ምዕራብ ዓለም ሲ ንካልእ ንሰበይቱ ንገለ ንገለ ዘይኮነ ሲ ክንደይ እዮም ንመዓልቲ ነብሶም ዝቐትሉ ድሕር ዳ ርኢና ሕጂ ኣዝዮም ብዙሓት እዮም ኣብ ዓድና ግን ከምኡ የለን ኣይንፈልጦን ኢና ኣብዚ ከዓ እንድሕር ዳሪኻ ሳሕቲ እዩ ዘጋጥም እቲ ኤርትራዊ ስለዚ እቲ ከባቢ እዩ ፅልዋ ናይቲ ከባቢ ተራ ኣለዎ ንክብለካ ኢለ እየ ስለዚ እንታይ እዩ ፅልዋ ናይቲ ከባቢ ከምኡ ገይርዎ እንድሕር ዳ ኢልካ ብለቓሕ ክዕደ ይኽእል ይኸውን ሓደ ባንክራፕት ክብል ይኽእል ኣትይዎ ዝነበረ ሞርገጅ ክምንጠል ይኽእል ስራሕ ስኢኑ ካልእ ዝተፈላለየ ተኣሽምታ ከጋጥሞ ይኽእል ፅምዋ ኣሎ ምክንያቱ ከምቲ ናይ ቀደም ኣይኮነን ዘሎ እዚ ኣብ ኣርቲፊሻል ህይወት ኢካ ትነብር ብኩሉ መዳያቱ ማለት ክስታያት የለን ማለት ይህን ምሂን እዚ ኣርቲፊሻል ህይወት ከዓ ኩሉ ግዜ መጋገይ መጋነን እዩ ስለዚ ኩሉ እዚ ተደሚርዎ እዩ ከምኡ ዝኸውን ዘሎ እምበርተን ደቂ ኣንስትዮ ዝከኣለን ኣይገበራን ክንብል ኣይንኽእልን ግን እንታይ ኢኻ ትኸይድ ከከም ኩነታቱ ኢኻ ትኸይድ እንታይ እያ ከከም ኩነታቱ ትኸይድ ንሕማቕ መዓልቲ የሎ ኩላን በላ ትበሃል ኣላ ስለዚ ዝኾነ ይኹን ከጋጥም እንከሎ ሸለል ምባል ዘይኮነ ምኽሪ ክትረክብ ትኽእል ኢኻ ምኽሪ ክትረክብ ክትብል ምስጢርካ ኣቃሊዕካ መሊስካ ንንፋስ ክትህቦ ዘይኮነ ተለሊ እቲ ሰብ ንዓኻ ዝሕግዝ ንዕዑ ዓገብ ዝብል ተኣሽሙ ስለዚ ነታ ጸባብ እዋን ነታ ሕማቕ እዋን ድሕር ደኣ ሕልፍ ኢልካያ ከም ገለ ክትረጋጋእ ትኽእል ኢኻ ስለዚ ኣብ ከምዚ ተኣሽሙ ስታይ ስለዚ ንዓና ግን ከምኡ ዘግብረና ዘሎ እንታይ እዩ መሲሉካ ሓደ ጥሙር ኮሚኒቲ የብልና ጥሙር ኮሚኒቲ እኮ ግድን ኣብ ሓደ ከባቢ ገለ ዘለካ ኣይኮነን ናትካ ፕላትፎርም ክትፈጥር ትኽእል ኢኻ ንኣብነት ኣማኸርቲ ናይ ከምዚኦም ዝኣመሰሉ ሞያውያን እንድሕር ደኣ ኣድልዮም፣ ማሕበር እንድሕር ደኣ ገይሮሞ፣ ሓደ ዌብሳይት እንድሕር ኣልዮም ናብኡ ክትከይድ ትኽእል ኢኻ። መራሕቲ ሃይማኖት እውን ዘሰይም ከምኡ፣ ካልኦትን ዓበይቲ ዓዲ ዝበሃሉ ወይ ወራዙ ዝበሃሉ ወይ ከምዚ ተመክሮ ዘለዎምን ክኾኑ ይኽእሉ እዮም። ሎሚ ከኣ ዓለም ጸቢባ እያ፣ ግድን ኣይኮነን ኣብ ከባቢኻ ክህሉ። ስለዚ ከምዚ ፀገማት ኣለና ሕጂ ድሕሪ ሕባእ ቁስሊ ኮንካ ሕባእ ፈውሲ እዩ ካብ ተዘዋዋሪ መንገዲ ከምዚታት እውን ኣለና ንሓብኦ ንነዊሕ እዋን ድሓር ይትኮስ
መፅሓፍ ምልምማድ ልክዕ እዚ ክንጠቕሶ ዝፀናሕና ኣዎንታዊ ኣሉታዊ ስምዒታት ኣሎ እዚ ዝበሃል ዝፀንሐ ማለት እዩ ብኸመይ ክትሕግዘና ትኽእል ኣብ ከምዚ ዓይነት ክንዛረበሉ ዝጸናሕና ኣርእስቲ፣ ብሕልፊ ኣብዚ ሕማቕ ኩነተ-ኣእምሮ ወይ'ውን ሕማቕ ናይ ምግባር መንፈስን ነታ ዝበልካያ ንሕማቕ መዓልቲ የለኹላን በላ ዝብል፣ ሰብ ብኸመይ'ዩ ነብሱ ከጠንቅቕን ክዳሎን ዘለዎ መጽሓፍ ምልምማድከ ብኸመይ ክጥቀመላ ክእል? ያ እንታይ እዩ እቲ እንታይ ሽሙ እንታይ እዩ መጀመርያ ንዓኻ ዝኾነ ነገርሲ ውትፍ ውትፍ እዩ ዝብለካ ውትፍ ውትፍ ይብለካ ክብለካ ከለኹ እኮ ይፍለጠካ እዩ ንስኻ ኖርማል ጥዑይ ኢኻ ከምኡ እዩ ኣሰራርሓና ከምኡ እዩ ኣዋላላልዳና ከምኡ እዩ ኣፈጣጥራና ይደግሞ ይህል እየ ዝቃል እዚ ናብ ኣሉታ ክትከይድ እንኮለኻ ንዓይ ክትሓምየኒ ወይ ክትጥርጥረኒ ወይ ኣብ ልዕለይ እምነት ከተጥፍእ እንኮለኻ ዝረኣየካ ነገራት ኣሎ፣ ዝረኣየካ ነፀብራቓት ኣሎ። እቲ ዝረኣየካ ነፀብራቓት ከዓ ተንፀባርቆ ስለዚ እንታይ እዩ ነዚ ከተረጋግፆ ክትክእል ኣለካ። ኣክንዲ በቲ ሓደ ጎኒ ጥራሕ ትሪኦ፣ በቲ ሓደ ጎኒ ከዓ ክትሪኦ ኣለካ። ክስተኮ በዓል ከምዚ መዓልቲ እዩ። ንኣብነት ሓንቲ ነገር ይበድለካ ክርሳዕ ዘይግባእ ይርሰዓካ ንበሎ ወይ ሸለል ክትበሃል ዘይግባእ ሸለል በለካ ወይ ኣደቦ ክገብረልካ ዝግብኦ ኣይገበረልካ ንዓ ጥራሕ ኣይኮንካን ክትሪያ ዘለካ ቅድምኡ ከ ዝገበረልካ ብዙሕ ነገር ኣሎ እንዲ ብዙሕ ፅቡቕ ነገራት ኣለካ ሕጂ ንዑ እዩ ከዓ ክንዲ ነቲ ዘጋጠመ ሕማቕ ነገራት ትርኢ ምስቲ ዝሓለፈ ፅቡቕ ነገራት ርኢኻ ኣወዳዲርካ ንዕኡ ክስታይ ትገብሮ ስለዚ እንታይ ንምባል እዩ ኩሉ ግዜ ንዝኾነ ነገር ብኣሉታ ጥራሕ ኣይኮናን ክንሪኦ ዘለና ብኣሉታ ከዓ ክንሪኦ ኣለና ብኣወንታ ከዓ ክንሪኦ ኣለና ንዝኾነ ነገር ኣብ ክፉእ ዘሎ ፅቡቅ ከዓ ይበዝሕ ክፉእ ነገር ክፉእ የጋጥመካ ክእል እንዲ ነቲ ክፉእ ክሰግሮ ትኽእል ካልእ ዘይተሓስበ ፅቡቅ ነገራት የጋጥመካ እዩ ነቲ ነገራትሲ ብኹሉ ኢኻ ትፍትሾ ማለት ስለዚ ከመይ ጌርካ ናብ ረብሓኻ ተውዕሎ ንኣብነት ንስኻ እንድሕር ዳ ሓሚምካ ገዛ ውዒልካሲ ሓሚምካ ገዛ ስለ ዝውዓልካ ስራሕ ኣኪረ ጥራሕ ኣይኮንካን ክትብል ዘለካ ኣብ ገዛ ኮንካ ክትገብሮ ትኽእል ነገራት ኣለካ እንዳተገማጠልካ ኣብ ዓራትካ እውን ከተንብብ ትኽእል ኢኻ ዝያዳ ንጽባሒቱ ወይ ምስ ሓወኻ ከስራሓካ ዝኽእል ዝዓበየ ፍልጠት ሒዝካ ክትወፅእ ትኽእል ኢኻ ወይ እውን ፍረሽ ክትከውን ትኽእል ኢኻ ማለት እዩ ስለዚ እንታይ ንምባል ኣነ ካብዚ እንታይ እዮም ክመሃሩ ዝኽእሉ ወይ ብኸመይ መንገዲ ክስታይክጎ ሳርቫይ ክገብሩ ክእሉ እንድሕር ዳ ኢልና እዚ እንታይ እዩ ዘለማምዶም ነቲ ዝኾነ ሕማቕ ዘሎ ነገር ከመይ ገይሮም ይውጉድዎ ኩሉ ኣብኡ ተሰሪዑ ቀሪቡ ኣሎ ስለዚ ኣብ ዝኾነ እዋንሲ እዚ ልቢ ወለድ ኣይኮነን ኣንብብ ኣቢልካ ተቐምጦ ደሓር ገለን ተዘንትወሉ ከምዚ ኣንቢበ ኢልካ ተዘንትወሉ ፅውፅዋይ ታሪክ ገለ ኣይኮነን ምሳኻ ኣሎ ኩሉ ግዜ ንኣብነት ኣሉታ ክትሓስብ ከለኻ ክትቅየም እንድሕር ደኣ ኮንከ ተቐይምካ እንድሕር ደኣ ኣለኻ ከመይ ጌርካ ካብ ትቕይም ትገላገል ኣብዚ ትረኽቦ ሓሪቕካ እንድሕር ደኣ ኣለኻ ከመይ ጌርካ ትዝሕል ኣብዚ ትረኽቦ ኩሉ ከምኡ ዓይነት ስምዒታት ዘሎ ሓሶት ድዩ ዘጋጢሙካ ወይ እውን መመኽነይታ ዲኻ እንተ ኣሽሙ ክትገብር ደሊኻ እንታይ እዩ እቲ ንዓኻ ኣብ ከምኡ ዝደፍኣካ ዘሎ መሪፅካ ኣብቲ ምዕራፋት በብንእሰተ ርእስቱ ክስታይ ክትገብሮ ትኽእል ኢኻ ስለዚ እንታይ ትኸውን ኣለኻ ማለት እዩ ብዓይኒ ስነ ፍልጠት ትሪኦ እሞ ጠንቁ ትፈልጦ ጠንቁ እንድሕር ዳ ፈሊጥካዮ ከዓ ብኸመይ መንገዲ ተመሓይሾ ወይ ብኸመይ መንገዲ ናብ የማን ትሰርዖ ክስታይ ክገብረካ ክእል ይባል
ብፍላይ ንኣሕዋትና ደቂ ኣንስትዮ እንታይ ክትነብር እያ እንታይ እዩ እቲ ደቂ ኣንስትዮ ኣሕዋትና ሲ ንሰን እየን ኩሉ ንሰን እየን ኩሉ ክንብል ከለና ሲ ኣብ ደቂ ኣንስትዮ ዝኣምኑ ሕብረተሰባት እውን ኣለዉ ምክንያቱ ንሳ እያ ንሰብ ትፈጥር ካብ ዝብል መበገሲ እንታይ ሽሙ ኮይኖም ማለት እዩ ዝተፈላለዩ ሕብረተሰባት ስለዚ እንታይ ንምባል እቲ ዝበዝሕ ሓላፍነት ኣብ ርእሰን እዩ ዘሎ ዝበዝሕ ሓላፍነት ኣብ ርእሰን እዩ ዘሎ ክብል ከለኹ እንታይ እዩ ካብ ነቲ ሕብረተሰብ ዝሃንፃን ነቲ ሕብረተሰብ እንታይ ክኸውን ከም ዘለዎ ዝገብራን ንሰን እዩ ኣደ ቆልዓ ናይ ኣዲኡ እንዳረኣየ እዩ ዝዓቢ ቋንቋ ኣደ እኳ ዝበሃል ስለ ንቦና እውን ናይ ኣደ እዩ ማለት እዩ ስለዚ ኮይኑ ተሪፉ ንሕና ጠፊእና ለሚዕና በአን ኢና ንሰን እየን ንዓድና ከእትዋና ዝኽእላ፣ ንሰን እየን ክዓርቃና ኣብ ሓደ ክጠምራና ዝኽእላ። ስለዚ እንታይ እዩ እቲ ሓላፍነተን እሱ ስለ ዝኾነ ብግቡእ ክዋፅኦ ከም ዘለዎን ንሰን ማሕበራት እንድሕር ደኣ መስሪተን ንሰን ኣብቲ ከራኽበን ዝኽእል መዳያት እንድሕር ደኣ ተራኺበን ናብ ኩሉ ከምፃና ይኽእላ እየን እንተዘይኮይኑ ንሰን እንድሕር ደኣ ናብ ኣሉታ ደፊኤናና ግን ከምቲ ሰበይቱ ዝለኣኸቶ ሓርግፅ እነ ፍርሆ ዝበሃል ንሰን ናብ ኣሉታ እንድሕር ሰዲደናና ንሕና እውን ክንጠፍእ ንኽእል ኢና ስለዚ በዚ ምክንያት ናይ ሸሞንተ መጋቢት እንታይ እየ ዝብል ኩሉ ግዜ ናይ ደቂ ኣንስትዮ ተራ እዩ እቲ ዝዓበየ እሞ ግቡእ ናተን ተራ ክፃወታ እንድሕር ደኣ ኮይነን ወይ ከዓ ቋንቋና፣ ባህልና፣ መንነትና ንኸይጠፍእ እንድሕር ደኣ ኮይኑ ንሰን ዝያዳ ክጥርነፋ ዝያዳ ከድምዓ ከም ዝኽእላ እንታይ ሽሙ ዝኸውን ለባዊ ዘመሓላልፉ ኣብዚ ዓዲ ኣብዚ ናይ ምዕራብ ዓለም መዓልቲ ቦታ ዝበሃል ኣሎ ግን ዝያዳ መዓልቲ ዴታት የኸብር በዚ መዓልቲ ዴታት ልዕሊ ኩሉ ክቡር ምዃኑ ንዓይ ዝኾነኒ ኩሉ እቲ ዝገርመካ ዕምባብኦም ሒዞም ዋላ እተን ኣዲኦም ኣዴታቶም ብሂወት ዘየለዋ ናብቲ መቓብረን ዝኸዱ ሕጂ ብጣዕሚ እዩ ክሳይ ዝገብረካ ስጋብ ክንደይ ኣደ ኣብ ልቢ ናይ ነብሲ ወከፍ ሰብ ወድን ጓልን